ሰላም ክቡራት ተኻታተልቲ መደብ ስማርት መን ሎሚ ዘቕርበልኩም ኣዝዩ መሳጢ መደብ ሒዘልኩም ቀሪበ ኣለኹ ንሱ ድማ ዕዉት ሰብ ከም እትኸውን ዘመልክቱ ሓሙሽተ ነገራት እትብል ኮይና ቅድሚኡ ግና ነዛ ቻነል ክትዓብን ኣብ ህይወትና ድማ ርኡይ ለውጢ ከነምጽእ ብሉጽን ንቑሕን ሕብረተሰብ ክንውንን መታን ሰብስክራይብ ላይክ እናገበርኩም ከተተባብዑና ክሳብ መወዳእታ ድማ ሓቢርኩም ምሳና ክትጸንሑ ብኽብሪ ዕድም ሶ ሌትስ ጎ ዳሜቴ ፀቕጢ ናይ ምፅዋር ዓቕምና ክሳብ ክንደይ? መቸም ገለ ገለ ስባት ዋላኳ ኣዝዩ ናይ ስራሕ ጸቕጢ እንተሃለዎም ስርሖም ግን ብግቡእ ከካይዱ ኢና ንዕዘብ። እዚ ድማ እቲ ሓደ ክእለት ዘለዎ ስራሕ ካብ ዕውታት ክገብረካ ዝኸእል ክእለት ዘለዎ ስራሕ እዩ። እዚ ሰልቺኒ ኣሎ፣ እዚ ክሰርሕ ኣይክእልን እየ፣ እዚ በዚሕኒ እንድዩ ከይበልካ ስራሕኻ ንጽባሕ ተጽንሖ እንተኮይንካ ካብዛ ነዛ ቪድዮ ትርእየላ ዘለኻ ግዜ ጀሚርካ ነዚ ሕማቕ ኣመል ኣወግዶ። ምኽንያቱ። እዚ ናብ መንገዲ ውድቀት ክወስደካ ስለ ዝኽእል፣ ካብዛ ደቒቕ ጀሚርካ ነዚ ሕማቕ ኣመል ኣወግዶ። ናብ መንገዲ ዓወት ከምርሕ እንታይ ክገብር ኣለኒ እንተልካ ግን፣ ጸቕጢ ተጻዊርካ፣ ስራሕኻ ብግቡእ ኣሳሊጥካ ንጽባሕ ብሓድሽ ስራሕን ብሓድሽ መንፈስን ተጸበያ። ካልኣይቲ፣ ምሒር ተወዳዳሪ ምዃን። መቸም ካብ ንእስነትካ ክሳብ ሕጂ ዘለኻዮ ናይ ዕድመ ለውጢ፣ ኣወዳድር። ድሌት ናይ ምስዓር እንተ ሃልይካ፣ እዚ ድሌት እዚ ድማ ናብ ቅድሚት ዝደፍኣካን ዘዕውተካን ትብሎ እንተ ኾይኑ፣ ዓቢ ሰዓርን ዕውትን ኩንካ ናይ ምውጻእ ዕድል ኣለካ። ሓደ ሰብ ክዕወት እንተ ኩይኑ ኣብ ውድድር ዘርእዮ ጠባይን ስምዒትን መቸም ክትመዝኖ ቀሊል እዩ። ስለዚ ዕውት ክትኸውን ምስ እትደሊ፣ ምሒር ተወዳዳሪ ምዃን ከድልየካ እዩ። መብዛሕትኦም ዕውታት ሰባት ከም ዝብልዎ፣ ኣብ ውድድር ምቕዳም ጥራይ ኣኻሊ ኣይኮነን፣ እንታይ ደኣ ቀዲምካ ምውጻእ እውን ከድልየካ'ዩ። እዚ ድማ እቲ ዝዓበየ ምስጢር ዓወት ምዃኑ'ዮም ዝገልጹ። እዚ ዘረባ'ዚ ወይ'ዚ መግለጺ ረባሽን ስምዒታዊን ኣቐያምን ኮይኑ ምስ ዝስምዓካ፣ ኣገልጋሊ ግን ከኣ ሕጉስ ኮይንካ ምንባር ይሕሸካ። ሳልሰይቲ መዓልታዊ ምዕባሌታት ንርኢ። ነብስኻ ምስቲ ቅድሚ ዓመት ዝነበረት ተወዳድራ ዶ? Of course! ሰሙን ሰሙን ንብስኻ ብሓድሽ ፍልጠት ትልልብ እንድሕሪ ደኣ ሃሊኻ ኣብ ናይ ዓወት ጉዕዞኻ ኢኻ ተቃላጥፍ ዘለኻ። እንድሕሪ ደኣ ሂወትካ ኩሉ ግዜ ዘይትቅይርን ከም ዘላታ ትረኣየካ እንድሕርዳ ሃልያ ግን ነብስኻ ምልስ ኢልካ ንጉዕዞ ሂወትካ ምርኣይ ከድልየካ እዩ ምኽንያቱ። ዝኾነ ይኹን ለውጢ ዘይተርኢ ሂወት ትመርሕ እንድሕርዳ ሃሊኻ ናብ መንገዲ ዓወት ዘምጸእካ ጎደና ስሒትካዮ ኢኻ ዝለኻ። ኣብ ሂወትካ ካብቲ ዓመት ዝነበርካዮን ሕጂ ዘለኻዮን ዓቢ ፍልልይ ምስ እተርኢ that's amazing ቀጽለሉ። ራብዐይቲ። ብዙሓት ሰባት ካልኦት ከምኦም ወይ ድማ ኣብ ዙርያኦም ዝርከቡ ሰባት ኣብ ዓወት ክበጽሑ ምስ ዝርእዩ ብዙሕ ደስ ኣይብሎምን እዩ። እቲ ምኽንያት ዘይዕዉታት ሰባት ድሩት ሓሳብ ስለ ዘለዎም እዩ። ምኽንያቱ። ዘይዕዉታት ሰባት ድሩት ሓሳባትን ዕድላትን ስለ ዘለዎም እዩ። ወይ ድማ ከምኡ ኮይኑ ስለ ዝስምዖም እዩ። ካብዚ ብምብጋስ ድማ ንስኻ ክትዕወት ከለኻ ዕድሎም ዝወሰድካሎም ኮይኑ ስለ ዝስምዖም ምሳኻ ኣብ ዓወትካ ኣይሕጎሱን። እስከ ኣብዛ ቪድዮ ትከታተል ዘለኻን ዘለኽን ነብስና ንመርምር። ሰባት ክዕወቱ ክረብሑ ከለዉ እንታይ ዓይነት ስምዒት ይስምዓና? ሓጎስ ወይሲ ቕንኢ? ብናይ ሰባት ዓወት ዘይሕጎሱ ኣቐዲምና ከም ዝተዓዘብናዮ መወዳእትኡ ውድቀት እዩ ዝኸውን። ብናይ ሰባት ዓወት ትሕጎስ እንተደኣ ኮንካ ዓወት ናቶም ደፋኢ ሓይሊ ክኾነካ ስለዝኽል ንኽትዕወት ዓቢ ዕድልን ሞራልን ይፈጥረልካ። ስለዚ ብዓወት ሰባት ትሕጎስ እንተድኣ ኩንካ ኣብ መንገዲ ዓወት ኣለኻ እሞ ከይተሓለልካ ነዚ ብሉጽ ልምድኻ ቀጽለሉ። ሓምሸይትን ናይ መወዳእታን ዝጀመርናዮ ንፈጽሞ። እዛ ምልክት እዚኣ ነቶም ሓቀኛ ደለይቲ ዓወታትን ነቶም ዕዉታት ክዀኑ ሕልሚ ዘለዎም ሰባት እትፈላሊ ምልክት እያ። ሓደ ነገር ክገብሮ እየ እንድሕሪ ደኣ ኢልካ፣ ናይ ግድን ጥራይ እዩ ክትገብሮ ዘለካ። ወላ እኳ ብዙሕ ናይ ፕሮጀክትን መደባትን እንተ ሃለዉኻ፣ ዕዉት ኰይንካ ንኽትወጽእ ግን ዝጀመርካዮ ክትፍጽሞ ጥራይ እዩ ዘለካ። ምኽንያቱ። ኣብ ገለ ገለ ሰባት ንሪኦ እንድሕሪ ደኣ ኮይንና ዓወት ይደልዩዋን ይሃርፉዋን እዮም እንተኾነ ግን ንዝጀመሩዎ ስራሕ ናብ ዓወት የብጽሕ እዩ ዝብሉዎ ስራሕ ናብ መፈጸምትኡ ኣየብጽሑዋን እዮም። እዚ ድማ ቅንዲ ንኸይትዕወት ዝገብረካ ነገር እዩ። ካብዞም ሰባት እዚኦም ከይትኸውን ተጠንቀቕ ካብዚኦም እንድሕሪ ደኣ ኮይንካ ግን ነዚ ሕማቕ ኣመል ኣወግዶ። I hope ፈቲኹማ ትኾኑ እዛ ቪድዮ ዕዉት ሰብ ከም እትኸውን ዘመልክቱ ሓሙሽተ ነገራት እትብል ኮይና ናትና ዕቤትናን ስጉምትናን ካባኹም ካብ ተዓዘብትና እዩሞ ሃየ ብሳብስክራይብ ላይክ ሼር እናገበርኩም ከተተባብዑና ከምኡ ድማ ዝኾነ ሃናጺ ርእይቶ ወይ ድማ ሓሳብኩም ከተካፍሉና ኣብ ናይ ታሕቲ ኮመንት ቦታ ክትጽሕፉ ብኽብሪ ይዕድመኩም ናይ ሎሚ ዝተዳለወ መደብ እዚ ነይሩ ብኻልእ ክሳብ ንራኸብ ሰላም ንዓኹም ፒስ